ሰላም ሰላም ሰላም ክብራት ተኸታተልትና ለማዓልቱ ንሰኻልኩም ዘለኹ ተስፎም መልኣከ ካብ እቲ ጠቓሚ ሜድያ እንኳዕ ብሰላም መጻኹም ሓደሽቲ እንተዳኾንኩም ኣጋያሽ ተዳኾንኩም ኣባላት ናይዚ ሜድያ ክትኮኑ ብክብሪ ዕድመኩም ሳብስክራይብ ክትገብሩ ይዕድመኩም ነቶም ቅድሚ ሕጂ ኣባላት ናይዚ ሜድያ ዝኮንኩም ከኣ እንቋዕ ብድሓን መጻኩም ክብለኩም ይፈቱ ቅድሚ ናብቲ ኣርእስቲ ምካደይ ከመሓላልፋ ዝደሊ መልእክቲ እቲ ጠቃሚ ሜድያ ኩሉ ሰብ ጠቃሚ ምኳኑ ዝኣምን ኮይኑ ንኩላትኩም በዚ ሰዓት እዚ በዚ ኣጋጣሚ እዚ ኣዚኩም ኣዚኩም ጠቀምቲ ምካንኩም ኣብ ውሽጥኩም ኩቡር ነገር ከምዘሎ ኣብ ውሽጥኩም ንዓኩምን ንካልኦትን ክጠቅም ዝክእል ክቡር ሓሳባት ክቡር ህያብ ክቡር ውህበት ክቡር ክእለት ከም ዘሎ እና ኣዘኻኸርኩ ኣዚኹም ጠቐምቲ ምዃንኩም ክሕብረኩም ይፈቱ። ቀጺለ እምበር ናብቲ ኣርእስተይ ክሓልፍ እየ። ሎማዓልቲ ብዛዕባ እንታይ እየ ክዛረብ መጽየ ዘለኹ ብዛዕባ ርእስኻ ምዃን ብዛዕባ ቅዳሕ ናይ ካልኦት ዘይምዃን፣ ብዛዕባ ንርእስኻ ምስ ካልኦት ዘይምውድዳር፣ ብዛዕባ ንስኻ ኣዚኻ ጠቓሚ ምዃንካ በቲ ናትካ መንገዲ ከምቲ ንስኻ ዝኾንካዮ በቲ ዘለካ ክእለት በቲ ዘለካ ትምህርቲ በቲ ዘለካ ዓቕሚ በቲ ዘለካ መልክዕ በቲ ዘለካ ቁመና በቲ ዘለካ ኣተሓሳስባ በቲ ዘለካ ባህርያዊ ተውህቦ በቲ ዘለካ መልክዕ ማለት እዩ ኣምላኻዊ መልክዕ ንስኻ ወይ ንስኺ ኣዚኻ ጠቓሚ ምዃንካ ግን እንታይ ዝብል ዘለኹ ንስኻ ንስኻ ምስ ኮንካ ማለት እዩ ቅዳሕ እንተ ዄንካ፣ ከምቲ ዚግብኣካ ክትጠቅም ንኻልኦት ኣይተቓልናን። ኵሉ ግዜ ኮፒ፣ ቅዳሕ፣ ኦሪጅናል ኣይኰነን። ስለዚ እታ ሓሳባተይ እንታይ እያ፣ መብዛሕትኡ ግዜ ስለምንታይ ኢና ምሻሎ ኵሉ ግዜ ኣብ ውሽጥና ዕጋበት ዘየለ? ኣብ ውሽጥኻ ባዶነት ይስምዓካ፣ ኣብ ውሽጥኻ ገለ ነገር ክትገብሮ ዝግብኣካ ነገር ከም ዘሎ ግን ከኣ ከም ዘይትገብሮ ዘለኻ ከኣ ይርድኣካ። ስለምንታይ ይኸውን እዚ? ኢለ ብዙሕ ግዜ ክሓስብ ምስ ጀመርኩ ከንብብ ካልኦት ክኢላታት እውን ብዛዕባኡ ዝብልዎ ክሰምዕን ምስ ጀመርኩ ማለት እዩ። ሓንቲ ካብተን ምኽንያታት ሰብ ኩሉ ግዜ ብኸባቢኡ እናተጸለወ ንኸባቢኡ ክመስል ስለ ዝፍትን ወይ ከኣ ንኻልኦት ሰባት ክመስል ስለ ዝፍትን ኣብ ውሽጡ ኩሉ ግዜ ባዶነት ይስምዖ ምኽንያቱ ነቲ ነቲ ንሱ ዝኾኖ ስለ ዘይኮነ ማለት እዩ ኩሉ ግዜ ዕጋበት ዝህበካ ኩሉ ግዜ ሓጎስ ዝህበካ ኩሉ ግዜ ንቕድሚት ክትስጉም ሓይሊ ሃልዩካ ፓሽን ወኒ ሃልዩካ ንቕድሚት ክትከይድ ዝገብረካ ኩሉ ግዜ ንስኻ ንስኻ ምስ ትኸውን እዩ። ሕጂ ሓንቲ ኣብነት ካብ ተፈጥሮ ክንወስድ ንኽእል ኢና። ንኣብነት ማንጎ እንተ ቱፋሕ ክትከውን እንተ ትፍትን ነይራ ማንጎ ኮይና ጣዕሚ ናታ እቲ ናይ ማንጎ ጣዕሚ ክንረኽቦ ኣይምስከኣልናን። እቲ ጽባቐ ናይ ማንጎ ከነስተውዕሎ ክንርእዮ ክንምኮሮ ኣይምስከኣልናን ኔርና ማለት እዩ። ከምኡ ከኣ ኣንበሳ ነብሪ ክኸውን እንተ ዝፍትን። ናይ ኣንበሳ ንጉስ ናይ መሮር ዝብሃል ተመክሮን ፍልጠት ናይ ምስ ኣለወና ከምኡ ከም ዝበልኩኹም ኩሉ ነገር ኣብ ፍጥረት ዘሎ ማለት ምናዳ ምናዳ ኣብ ፍጥረት ዘሎ እንተዳርኢና ዓቢ ትምህርቲ እዩ ንዓና ምክንያቱ ተፈጥሮ ኩሉ ግዜ ብጣዕሚ ትገርመኒ ኩሉ ግዜ ከኣ ወርሕን ጸሓይን ክሪኤን ከለኹ ብጣዕሚ እየ ዝግረም። ወርሒ ጸሓይ እንተ ትኸውን ጸሓይ ክትከውን እንተ ትፍትን ጸሓይ ከኣ ወርሒ ክትከውን እንተ ትፍትን ከመይ ምስ ኮነ እዚ ዓለም እዚ ንፈልጦ ኣድማስ ማለት እዩ ስለዚ ወርሒ ወርሒ ክትከውን ከላ እዩ ጽባቐ ዘለዋ ወርሒ ወርሒ ኮይና ናይ ወርሒ ብርሃን ክተበካ ከላ እዚኣ እንታይ ትገብሮ ተስተማቕሮ ኢንጆይ ትገብሮ ብጣዕሚ ይምስጠካ ማለት እዩ። ጸሓይካ ጸሓይ ኮይና ብርሃን ክትህበካ ከላ፣ ናይ ጸሓይ ብርሃን፣ ናይ ጸሓይ ሙቐት፣ ናይ ጸሓይ ዋዒ፣ ናይ ጸሓይ ተመክሮ ክትሪኦ ከለኻ ከኣ ብኡ መጠን ብጣዕሚ ደስ ይብለካ ማለት እዩ። ስለዚ ንሕና ደቂ ሰባት ከኣ ኩሉ ግዜ እቲ ንዓና ዝሃስየና ዝጎድኣና ነገር፣ እቲ ኣብ ውሽጥና ዕጋበት ከይህልወና፣ ሓጎስ ከይህልወና ዝገብር፣ እቲ ኩሉ ግዜ ባዶነት ክስምዓና ዝገብረና ነገር፣ ከምቲ ንሕና ዝኾንናዮ ክንከውን ስለ ዘይንፍትን ኢና። ካልኦት ሰባት ብዝገበርዎ፣ ካልኦት ሰባት ብዝበልዎ ከምኡ ክንከውን፣ ንኡ ክንምስርሕ፣ ንኡ ክንደግም ንፍትን እሞ እቲ ናትና ተፈጥሮ፣ እቲ ናትና ሜክኣፕ ከምኡ ስለ ዘይኮነ ልክዕ ከምቲ ናቶም ከኣ ክነምጽኦ ኣይንኽእልን። ሽዑ እንታይ ንኸውን? ሓጎስ ኣይስምዓናን። ፍልፍል መንት ኣይስመዓናን ዕጋበት ኣይስመዓናን ገለ ነገር ክንገብሮ ዝግበኣና ከም ዘሎ ከም ዘይገበርናዮ ከኣ ይርተኣና ማለት እዩ በዛ ኩሉ ግዜ ጉያት ንኸውን ስለዚ እቲ ዝዓበየ ነገር እንታይ እዩ ኣብ ውሽጥኻ ዘሎ ተውህቦ ምሳኻ ዝመጽእ ባህርያዊ ተውህቦ ኣለሊኻ ብእኡ ክትነጥፍ ክትጅምር እንከለኻ ዝያዳ ዓጋመት ይህበካ። ሕጂ እቲ ኣብ ውሽጥኻ ዘሎ ተውህቦ ናትካ ምዃኑ ብኸመይ ኢኻ ትፈልጥ ንዝብል ዘረባ ማለት እዩ ወይ ሕቶ፣ ተውህቦ ናትካ ተኾይኑ ክትገብሮ ብጣዕሚ ቀሊል እዩ። ክትገብሮ ከለኻ ከኣ ሓጎስ ዓጋመት ይህበካ እዩ። ስለዚ ክቡራት ኣሕዋት እንተ ዝብለኩም ዘለኹ ወይ ከኣ እንተ ክብል ደልየ ንኻልኦት ሰባት ክንመስል ኣይንፈትን በዚ ዘሎ ፊልም ኢንዳስትሪ በዚ ዘሎ ሶሻል ሜድያ በዚ ዘሎ ኩሉ ማዕከናት ዜና ክንኮኖ ዝደሊና ምናዳ ምናዳ እዚ ፊልም ኢንዳስትሪ ብዙሕ ዓይነት ኣብ ኣብ ቅዲ ሂወት ብዙሕ ጽልዋ ዘምጽእ ስለ ዝኾነ ብእኡ ተጸሊኻ ነቲ ንሶም ዝገብርዎ ክትገብር ክትፍትን እንተ ጀሚርካ ዕጋበት ኣይህበካን እዩ፣ ሓጎስ ኣይህበካን እዩ፣ ምሉእነት ከኣ ኣይህበካን እዩ፣ ኩሉ ግዜ ባዶነት ይስምዓካ እዩ። ስለዚ እንታይ ኢኻ ክትገብር እዩ ዘለካ? ኣነ ክገብሮ ቀሊል ዝኾነ እንታይ እዩ? ኣነ ክገብሮ ኢንጆይ ዝገብሮ እንታይ እዩ? ክዳን ክኽደን ከለኹስ ኣየናይ ክዳን እዩ ኣብ ኣካላተይ ብቐሊሉ ማች ዝገብር ምሳይ? ኣይነግዳ እንተተኸደንክዮ ባህታ ዝፈጥረለይ ወይ ከኣኒ ጭንቀት ዘይገብረለይ ጸቕጢ ዘይገብረለይ ፍሪ ኮይነ ክንቀሳቐሰሉ ዝኽእል ወይ ኣብ ቅድሚ ሰባት ክረኣ ከለኹሲ ጸቕጢ ዘይገብረለይ ናይ ኣከዳድናስ ኣየናይ እዩ? ስለዚ ኣብ ክንዲ ኣከዳድና ናይ ካልኦት ሰባት ክቐድሕ ዝፍትን ንዓይ ማች ዝገብር ንዓይ ብጣዕሚ ምሻሎ ምቹእነት ዝህበኒ ኣብ ቅድሚ ሰባት ክቐርብ ከለኹ ከኣ ብቐሊሉ ክቐርበሉ ዝኽእል መንገዲ ክኽደን ኣለኒ ከምኡ ከኣ ዓይነት ስራሕ ኩሉ ሰብ ከምዚ ሰሪሑ ኢለ ንኣብነት ኩሉ ሰብ ብ ገለ ነገር ጀሚሩ ኢለ ኣብኡ ክጅምር ተዘኣ ፈቲነ ምናልባት ከይዕወት ይኽእል እየ ግን ኣነ ክጅምሮ ዝኽእል ቀሊል ዝኾነ ነገር ኣነ ብ ቐሊሉ ክገብሮ ዝኽእል ነገር ታይ ኣሎ ክገብሮ ከለኹ ከኣ ዕጋበት ዝህበንስ ኣይናይ ዓይነት ስራሕ እዩ ወይ ኣይናይ ዓይነት ቢዝነስ እዩ ወይ ኣይ እንታይ እንተገበርኩ ኣነሲ ብቐሊሉ ክገብሮ ዝኽእል ነገርስ እንታይ እዩ ንኣብነት ናይ ዘረባ ክእለት ህልወካ ክኸውን ስለዚ ተዛሪብካ ኣድማዒ ክትከውን ትኽእል ኣብ ከምኡ ዓይነት ስራሕ ብዙሕ ክትዛረበሉ ትኽእል ድምጽኻ ክተስምዓሉ ትኽእል ምምህርና ክኸውን ይኽእል ካልእ ካልእ ን ዘድልየካ ነገራት ከኣ ኣጽኒዕኻ ተዳሊኻ ተማሂርካ ናብኡ ነገር ከተማዕብሎ ማለት እዩ ክትፍትን ኣለካ ስለዚ ናይ ሎሚ ሓሳባተይ እንታይ እያ ክቡራት ኣሕዋት ተታሒዝኩምኒ ኮፒ ክንከውን ኣይግብኣናን እዩ ንሕና ናይ ገዛእ ርእስና ፍሉያት ኢና ንሕና ክንፍጠር ከልና ክንውለድ ከለና ከም ካልእ ሰብ ኮይንና ኣይተወለድናን ስለዚ ኣብ መወዳእትኡ ዕጋበት ዝህበና ኣብ መወዳእትኡ ኣብ መወዳእትኡ ንውሽጥና ፍልፊልመንት ዝህበና ምሉእነት ዝህበና ነገር ንሕና ንሕና ኮይንና ክንነብር ከለና ኢና። ንሕና ንሕና ኮይንና ክንመላለስ ከለና ኢና። ንሕና እቲ ንሕና ክንገብሮ እንኽእል ኣብ ኣብ ኣብ ኣብ ኣብ ናትና ተኽእሎ ኣብ ናትና ኣብ ናትና ዙርያ ዘሎ ንኡ ክንገብር እንተድኣ ጀሚርና ዝያዳ ዓወታት ክንከውን ንኽእል ኢና። ዝያዳ ዕጉባት ክንከውን ንኽእል ኢና፣ ዝያዳ ሕጉሳት ክንከውን ንኽእል ኢና፣ ብዅሉ መንገዲ ኸኣ ዕቤት ከነርኢ ንኽእል ኢና። እንተድኣ ንኻልኦት ሰባት ኮፒ ኽንገብር፣ ክንቀድሕ ንነብር ሃሊና ግን፣ ኣብ መወዳእትኡ እንታይ ክንከውን ንኽእል ኢና? ኣደዳ ጸቕጥን ኣደዳ ጭንቀትን ኣደዳ ዘይምሕጓስን ኰይንና ክንርከብ ስለ እንኽእል፣ ንገዛእ ርእስና ካብ ምጕዳእ ንቈጠብ። ንሕና ንሕና ኮይና ንመላለስ ኮፒ ኣይንኹን ኦርጅናል ተዳ ኮይና ኦርጅናል ኩሉ ግዜ ሰብ ብጣዕሚ እዩ ዝፈትዎ ካብ ዝገርመኩም ወላ ሞባይል መኪና ክዳን ኩሉ ነገራት ክትገዝእ ከለኻ ኦርጅናል ተገዚኻ ዝያዳ ዕጋበት ይህበካ ብዙሕ ግዜ ይፈትወካ ስለዚ ኣብ ቅድሚ ሰባት ውን ተቀባልነት ዝወህበካ ኣብ ቅድሚ ሰባት ውን ኣድናቆት ዘምጽኣልካ ነገር እስኻ ኦርጅናል ኮንካ ንስኻ ኮንካ እንተ ተማሪጽካ መጀመርታ ምናልባት ሰባት ከይቅበሉኻ ይኽእሉ ኣብ መወዳእትኡ ግን በቲ ናትካ ኦርጅናል በቲ ናትካ ኦርጅናሊቲ እናዓበኻ ክትመጽእ ከለኻ እዮም ዝያዳ ሰባት ከድንቁኻን ንብዙሕ ሓሳባትካ ጠቓሚ ኮይንካ ክትመላለስ ክትነብር ትኽእል ማለት እዩ። ስለዚ ኣዚኹም ኣዚኹም ጠቐምቲ ኢኹም ከምቲ ዘለኹሞ ከለኹም ኢኹም ኣዚኹም ጠቐምቲ። ንኻልኦት ሰባት ምስ መሰልኩም ኣይኮንኩምን ኣዚኹም ጠቐምቲ ዝብለኩም ዘለኹ። ኣብ ውሽጥኹም ከኣ ኣዝዩ ጠቓሚ ክቡር ነገር ኣሎ እሞ ነዚ ክቡር ነገር እዚ መርሚርኩም ፈሊጥኩም ብእኡ ከኣ ክትምዕብሉ ንኡ ከተማዕብልዎ ከኣ ብዙሕ ብዛዕብኡ ከተንብቡ ክትመሃሩ ብኡ መጠን ከኣ ብኡ እንዳዓበን ክትመጹ ንብዙሓት ሰባት ከኣ ክትጠቕሙ ንብዙሓት ሰባት ድማ ምኽንያት ለውጢ ክትኮኑ ከኣ ከም ትኽእሉ ከዘክረኩም ይደሊ። ኣብ መወዳእታ እዚ ሓሳብ ኣተዳ ደስ ኢሉኩም እንተዳ ፈቲኹሞ ንኻልኦት ሰባት ከሕጠቅም ይኽእል እዩ። ኮፒ ኮይኖም ዝመላለሱ ሰባት ኣለዉ። ቅዳሕ ኮይኖም ዝመላለሱ ሰባት ዝፈልጦም ኣለዉ። ስለዚ ካብ ቅዳሕ ኮይኖም ምምልላስ ኦሪጅናል ኮይኖም ክመላለሱ እንተጀሚሮምሲ ንዓይን ንኻልኦትን ክጠቕሙ ይኽእሉ እዮም እንተድኣ ኢልኩም ሓሲብኩም ነዚኣ ቪድዮ እዚኣ ሸር ግበሩዋ። ስለዚ ኩላትና እንታይ ንኹን ኦርጅናል ኮይንና ንመላለስ ቅዳሕ ኣይንኹን። እናበልኩ ብኻልእ ኣዝዩ ኣገዳሲ ሓሳባትን ኣርእስትን ክሳዕ ዝምለሰኩም ምሳኻትኩም ዝጸናሕኹ ሓውኹም ተስፋ መልኣከ ካብ እቲ ጠቓሚ ሜድያ ንኹላትና ሰሰናዩ እናተመኔኹ ኣብዚ እገድፈኩም።